ሻሎም ሻሎም ቤተሰብ ኣምላኽ ሰላም ኣምላኽ ምሳኻትኩም እዩ። እዚ ካብ ኣገልግሎት ጸጋን ሓቅን ዝለኣኽ እዋናዊ ስብከት እዩ። ኢየሱስ ክርስቶስ ወዲ ኣምላኽ እዩ። ሃሌ ሉያ። ሎማዓንቲ ሓደ ቃል ከንብብ እየ እሞ ብኡ ድማ ክንርኢ ኢና። ኣብ ኢሳያስ ሓምሳን ኣርባዕተን ቁጽሪ ዓሰርተ ሸውዓተ ከምዚ ዝብል ጽሑፍ ኣሎ ንኣኺ ክወግእሉ እተሰርሐ ኣጽዋር ኩሉ ኣይክጠቅምን እዩ ነቲ ንፍርዲ ትሰእኪ ኩሉ ልሳን ድማ ክትረትዕዮ ኢኺ። እዚ እዩ ርስቲ ባሮት እግዚኣብሔር ጽድቆምውን ካባይ ይበል እግዚኣብሔር ኢሉ ሃሌ ሉያ ኢየሱስ ክርስቶስ ጎይታ እዩ ኣብዚ ሓሳብ እዚ እንድሕር ርኢናዮ ንእስራኤል ዝዝረብ ዘሎ ቃል እንታይ ኢልዎ ኣሎ ንኣኺ ክወግእሉ ተሰርሐ ኣጽዋር ኩሉ ኣይጠቅምን እዩ እቲ ንፍርዲ ትሰእክ ልሳን ድማ ክትረትዒ እኺ እዚ ርስቲ ባሮት እግዚኣብሔር እዩ ጽድቆም ድማ ካባይ ኢሉ ሃሌ ሉያ ሓደ ኢሉ እሞ ሓንቲ ኣርእስቲ እንታይ እንድሕር ኢልና ናይዚ ስብከት እዚ ኣርእስተ ንዓኺ ክጎድእሉ እተሰርሐ ኣጽዋር ኣይጠቅምን እዩ ንዓኻ ክጎድእሉ እተሰርሐ ኣጽዋር ኣይጠቅምን እዩ ሃሌሉያ ኢየሱስ ክርስቶስ ወዲ ኣምላኽ እዩ ነታ ናይ ኪዳን ህዝቢ ወይ ከዓ እስራኤል ኪዳን ዘለዎ ህዝቢ ወይ ከዓ እግዚኣብሔር ዝኣምላኾም ህዝቢ እንታይ ዝብል ዘሎ ንዓኺ ንምጥፋእ ንዓኺ ንምድኻም ንዓኺ ንምብታን ንዓኽም ንምጉዳእ ዝስራሕ ኣፅዋር ኩሉ ናይ ፀላኢ ኣፅዋር ኩሉ ናይ ፀልማት ሲ ኣባኺ እንታይ ይገብርን እዩ ዝብል ዘሎ ኣይሰርሕን እዩ ኣይጠቅምን እዩ እሱ ጥራሕ ዘይኮነ ከዓ ኣባኺ ዝተኣወጀ ናይ ፍርዲ ቃል እቲ ንፍርዲ ዝትስአኪ ቃል ድማ እንታይ ክትገብሪ ኢኺ ክትረትዕዮ ኢኺ በቃ እታ ትገብርዮ ክትረትዕዮ ኢኺ እዚ ድማ ካባኺ ዝተላዕለ ይኮነ ርስቲ ባሮት እግዚኣብሄር እዩ ጸድቆምሲ ካባ እዩ ኢሉ ሃሌሉያ ሎማዓንቲ ሓንቲ ኣርእስተይ እዚ መበገሲ ቃላይ እንታይ ንዓኻ ክጎድእሉ ተሰርሐ ኣፅዋር የለን ናይ ፀልማት ናይ ሞት ሓይሊ ናይ መርገም ሓይሊ ናይ ጥንቆላ ሓይሊ ኣባኻ እንታይ ገብርን እዩ ኣይሰርሕን እዩ ኢየሱስ ክርስቶስ ወዲ ኣምላኽ እዩ። ትዝክርኡ እንድሕር ኮንኩም ኣብዚ ሁሉቀ እንድሕር ኣንቢብኩሞሲ ህዝቢ እስራኤል ኣብቲ ናይ ሞኣብ ዝበሃል ምድሪ ምስ በጽሑ ኣብኡ ምስ ኣዕረፉ ንጉስ ባላቅ ድማ ምስ ረኣዮም እዚ ንኣመራውያን ወዲኡ ዝመጸ ህዝቢ እዚ ካባይ ዝሕይል ህዝቢ እዩ ስለዚ ነዚ ህዝቢ እዚ መጀመርያ እንታይ ክገብሮ ኣለኒ እ ክርገም ክኽእል ኣለዎ ድሕሪኡ እየ ዝኽእሎ እምበር እዚ ህዝቢ እዚ ሓያል እዩ ኣይክእሎን ኢሉ ነቲ ዝራገም በልዓም ንበልዓም ጸዊዑ ከርግሞ ርኡ ምስ ለኣኸሉ ማለት እዩ ምስ ለኣኸሉ ሲ ሽዑ በልዓም ዝተዘረቦ ዘረባ ረእይዎ ኣምላኽ ድማ ኢሉ ኣብ ዘሁልቅ ዕስራን ክልተን ቁጽሪ ዓሰርተ ክልተ ኣምላኽ ድማ ንበልዓም ኢሉ ምሳታቶም ኣይትኺድ ምሩቕ እዩ እሞ ነቲ ህዝቢ እቲ ኣይትርጎሞ በሎ እንታይ ምሩቕ እዩ እሞ ዝተባረኸ እዩ ሓወይ ሓፍተይ ስኻ ድማ ብክርስቶስ የሱስ ዝተባረኽካ ህዝቢ ኢኻ። ምሩቕ እዩ ስለዚ እንታይ ትግበሮ ኢልዎ ኣይትርጎሞ እንደገና ድማ ድሕሪ ረዩ ካልኣይ ግዜ ረይዎ ኣብኡ ኣብ ቁፅሪ ምዕራፍ 23 ቁፅሪ 8 ኣምላኽ ንዘይረገሞ ከመይ ኢለ ክረግም እግዚኣብሔር ንዘይፀየፎ ኸ ከመይ ገይረ ክፅይፍ እዚ በልኣም ንንጉስ ባላቅ ዝብሎ ዘሎ እዩ ንናይ ሞኣብ ንጉስ ነቲ ርገመለይ ኢሉ ብዙሕ ክብረትን ሃፍትን ክበካ ይርገመለይ ክብሎ ኣይክእልን እየ ዝብሎ ዘሎ እዚ ህዝቢ እዚ በቃ ኣምላኽሲ መሪቕዎ እዩ ኣምላኽሲ ባሪኽዎ እዩ ኣምላኽሲ ምስ እዩ ኣምላኽ ኣይፀየፎን ከመይ ገይረ ኣነ ክረግሞ ክእል ኢሎ ዓቕሚ የብለይን እዩ ዝብሎ ዘሎ ብዙሕ ግዜ ፈቲኑ እዩ ግን ከዓ ቃል በረኸት ኣብ ኣፉ የቕምጥ ነይሩ ቃል በረኸት ድሕሪኡ ከኣ ርእይዎ ኣብቲ መወዳእታ ዕስራን ሰለስተን ዝህሉ ካብ ዕስራ ሓደን ኣብ ያቆብ ክፍኣት ኣይጠመተን ኣብ እስራኤል ከኣ ሕሰም ኣይረኣየን እግዚኣብሔር ኣምላኹ ምስኡ እዩ እልልታ ንጉስ ድማ ኣብ ማእከሉ ኣሎ ኢሉ እዚ ባልኣም ንባላቅ ዝነግሮ ዘሎ እዩ እንታይ እዩ ዝብሎ ዘሎ ኣብ ያቆብሲ ክፍኣት ኣይጠመተን እግዚኣብሔርሲ ንእስራኤል ክሪኦ ከሎ ክፍኣቱ ኣይኮነን ዝሪኦ ነይሩ ድኸሙ ኣይኮነን ዝርኢ ነይሩ ድኸም ስለ ዘይነበሮም እኮ ኣይኮነን ክንደይ መጉረምረም እኮ እዩ ነይሩ ንሱ ኣይኮነን ዝርኢ ነይሩ ኢልዎ እንታይ ነቲ ኪዳኑ እዩ ዝርኢ ነይሩ ስለዚ ው ክፍኣት ኣይጠመተን ርክሰት ኣይጠመተን ሕሰም ኣይረኣየን ስለዚ ኣምላኽ እንታይ እዩ ምስኡ እዩ ርእዮም ኣምላኽ ምስኡ እዩ ኣምላኽ ካብ ግብፂ ኣውፅኦም ሓይሊ ከም ናይ ረኢም ዘበለ ኣለዎም ኣብ ያቆብ ኣስማት ኣብ እስራኤል ካ ጥንቆላ የልቦን ኢሉ ሪኹሞ ኣብ ያቆብ እንታይ ኣስማት ኣብ እስራኤል ከ ጥንቆላ የለን ስልጣን የብሉን ኣይሰርሕን ያኡ ኣይዓይን ያኡ እዩ ኣበይ ኣብቲ ናይ ኪዳን ህዝቢ ኣብኡ ተግብርኒ ኣይሰርሕን እዩ ኣይኣይን እዩ ኣይጠቅምን እዩ እዚ ጥንቆላ በሎ እዚ ደብተራ በሎ እዚ ናይ ኣስማት ስራሕ ዝበሃል ሲ ኣብቲ ህዝቢ ኣብቲ ኪዳን ዘለዎ ህዝቢ እንታይ ይገብርኒ እዩ ኣይሰርሕን እዩ ኣይኣይን እዩ ሎሚ ድማ ከምኡ ዝብለካ ዘሎ እቲ ንዓኻ ንምጉዳእ ኢሉ እተሰርሐ ንዓኻ ንምጥፋእ ንዓኻ ንምድኻም ዝስራሕ ናይ ጸልማት ኣጽዋር፣ ናይ ደጋማይ ሓይሊ፣ ናይ ደብተራ ሓይሊ፣ ናይ ጠንቋላይ ሓይሊ፣ ናይ ሞት ሓይሊ፣ ናይ ሓጢኣት ሓይሊ ኣባኻ እንታይ ይገብርን እዩ? ኣይሰርሕን እዩ። ስልጣን ዝበሃል የብሉን። ኢየሱስ ክርስቶስ ጎይታ እዩ። ብጣዕሚ ዝገርም ሲ እንድሕር ሪኢኹሞ ኣሕዋተይ ኣብ ጋላትያ ጋላትያ እስከ ነንብብ ኣብ ሓደ ኮይና ምዕራፍ ሓደ ካብ ሰለስተን ኣርባዕተን ካብ እግዚኣብሔር ኣቦናን ካብቲ ከም ፍቃድ ኣቦና ኣምላኽ ካብዛ ሕጂ ዘላ እኪት ዓለም ምእንቲ ከድሕነና ኢሉ ካበይ ካብዛ ሕጂ ዘላ እክይቲ ዓለም ካበይ ካብዚ ገዛ እዚ ዓለም እዚ ዲያብሎስ ዝገዝኣ ዘሎ ዓለም እግዚኣብሔር መኣታን ካብኡ ከድሕነና ኢሉ ረይዋ ካብኡ ከድሕነና ካብዚ ዓለም እዚ ካብዚያ ወዲቓ ዘላ ካብዛ እክይቲ ዓለም ብእከይ ተታሒዛ ዘላ ዓለም እሞ ከዓኒ እቲ ዲያብሎስ ዝሰርሐላ ዲያብሎስ ዝዕንድረላ ዘሎ ካብ ኣመንቲ ከድሕነና ኢሉ ብስረ ሓጢኣትና ነፍሱ ዝሃበ ጎይታና የሱስ ክርስቶስ እዩ ስለዚ ካብዛ እክይቲ ዓለም ካብዛ ዝወደቐት ዓለም እስኻ ኦረዲ እንታይ ጌርካ ኢኻ ድሒንካ ኢኻ ካብኡ እግዚኣብሔር ኣውፂካ እዩ መንዚዕካ እዩ እንታይ ማለት እዩ ኣብዚ ዓለም እንዲና ዘለና ክትብል ትኽእል እኳ ኢኻ ግን ከምኡ ኣይኮነን ዝብል ዘሎ ካብቲ ስርዓት ህይወት ካብቲ ኣብዚ ዓለም እዚ ዝሰርሕ እቲ ገዛኢ እዚ ዓለም እዚ ተባሂሉ ዘሎ ኣምላኽ እዚ ዓለም እዚ ተባሂሉ ዘሎ ዲያብሎስ ካብቲ ናቱ ስርዓት ኣውጺእካ እዩ። እስኻ ሕጂ ትነብር ዘለኻ ኣብቲ ናይ እግዚኣብሔር ዓለም ኢኻ ማለት እዩ። ኣብቲ ናይ እግዚኣብሔር ዓለም ስለምንታይ ካብዛ እክይቲ ዓለም ኣድሒንካ ኣውጺእካ እዩ። እንታይ ማለት እዩ? ካብ ስልጣን ጸልማት ካብ መግዛእቲ ናይ ጸልማት ሓቀይ ቀደምሲ ንብረት እዚ ዓለም እዚኣ ነርኩም እዩ ኮይ ዝብል ኣብ ትሕቲ እቲ ሓለቓ ኣየር ስልጣን ኮይንና እንታይ ንገብር ነይርና? ንግዛእ ነይርና። ኣብ ህይወትና ድሌቱ ይገብር ነይሩ። መሰል ነይርዎ። ናቱ ኣቕሓ ኢና ነይርና። ናቱ ንብረት ናይዚ ዓለም እዚ ኢና ነይርና። ሕጂ ግን ንሰኻ እንታይ ኢኻ እንድሕር ኢልካ ኣካል ክርስቶስ ኢኻ ኮንካ። ካብቲ ስልጣን ጸልማት ናብ መንግስቲ ፍቁር ወዱ ይእቲና እዩ። ኣብኡ ኣቲና ኢና ሕጂ ኣባኻ ናይ ጥንቆላ ሓይሊ ናይ ደብተራ ሓይሊ ናይ ኣስማት ሓይሊ ወይ ከኣ ናይ ሞት ሓይሊ ናይ ሓጢኣት ሓይሊ ናይ መርገም ሓይሊ ኣባኻ ኣይሰርሕን እዩ ናይቲ ናይ ጸልማት ዘበለ ኣጽዋር ናይ ሰይጣን ዘበለ ኣጽዋር ኣባኻ ክሰርሕ ስልጣን የብሉን መሰል የብሉን ፍቓድ የብሉን ስለምንታይ እስኻብቲ ናቱ ዓለም ኣይኮንካን ዘለኻ እስኻ ኣብቲ ናይ እግዚኣብሔር ዓለም ኢኻ ዘለኻ እስኻ ኣብታ መንግስቲ ፍቁር ወዱ ኢኻ ኣቲኻ ኣብታ ሰላም ዘለዋ ብመንፈስ ቅዱስ ኣብኡ ኢኻ ኣቲኻ ስለዚ ኣባኻ ኣይሰርሕን እዩ እዚ ዓለም እዚኣ እኳ ኢልዋ ኣሎ ብእከይ ተታሒዛ ኣላ ብእከይ እንታይ ኮይና ኣላ ተታሒዛ ኣላ ኣበይ ኣብዚ ዓለም እዚኣ ዘለዉ ብክርስቶስ የሱስ ኣሚኖም ናብ መንግስቲ ፍቅር ወዱ ዘይኣተዉ ናብ ክርስቶስ የሱስ ዘይኣተዉ ረዩ ሕጂ ኣብኦም እንታይ ገብር ይሱ ይዓይ እዩ ንምንታይ እንታይ ዝብሎም ዘሎ ኤፌሶን ሓቀይ ኮም ኢሉ እስከ ነንብባ ኤፌሶን ክልተ ሓደ ንስኻትኩም ቀደም ከም ንብረት እዛ ዓለም እዚኣ ቀደም ሕጂ ዘይኮነ ምስ ክርስቶስ የሱስ ምስ ተቐበልካ ዘይኮነ ቀደም ብኣዳም ኮለኻ ንብረት እዛ ዓለም እዚኣ ከምቲ መንፈሱ ሕጂ ኣብቶም ደቂ ዘይምእዛዝ ዝገብር ዘሎ ኣብቶም ደቂ ዘይምእዛዝ ኣብቶም ነታ እምነት እቲኣ ዘይተኣዘዝዋ ኣብቶም ንክርስቶስ የሱስ ዘይተቐበልዎ ኣብኦም ሕጂ ዝገብር ዘሎ ዝሰርሕ ዘሎ ዝዓይይ ዘሎ ሕጂ ድሌቱ እዩ ዝገብር ሕማም የቐምጠሎም፣ መርገም የቐምጠሎም፣ ጉስቁልና የቐምጠሎም፣ መኻንነት የቕብለሎ የቐምጠሎም፣ ዘይምፍራይ የቐምጠሎም፣ ኣብ ህይወቶም ሞት ይገብር፣ ድሌቱ ዝገብር ዝሰርሕ ዘሎ ኢሉ። ሓለቓ ስልጣን ኣየር እተመላለስኩም ከምኡ ኢኹም ትመላለሱ ነይርኩም ቀደም ብበደልኩምን ብኣበሳኹምን ምዉታት ዝነበርኩም ያ ዝነበርኩም ንኣኻትኩም እንታይ ገይርኩም እዩ ህያዋን ገበረኩም ህይወት ኣምላኽ ሕጂ ተቐቢልኩም ኣለኹም ሕጂ ኣባኹም ዝሰርሕ ዘሎ ህይወት ኣምላኽ እዩ ኣየናይ እቲ ዝበዝሕ ህይወት እቲ ተፅዕኖ ዝፈጥር ህይወት እቲ ዝገዝእ ህይወት እዩ ሕጂ ኣባኹም ዝሰርሕ ዝገብር ዘሎ ቀደም ግን ንብረት እዚ ዓለም እዚኣ ከለኹም ኣባኹም እንታይ ይገብር ነይሩ ይሰርሕ ነይሩ ይዓይ ነይሩ ሕጂ ግን ሪኦ ኣሕዋተይ ካብዛ እኪት ዓለም እዚኣ እንታይ ጌርና እዩ ኣድሒንና እዩ ከምኡ ዝብል ዘሎ ጋላትያ ኣድሒንና እዩ ናይ መን ኮይና ኢና ሕጂ ከምቲ ኣብ ቀዳማይ ዮሃንስ ዝብሎ ረይዎ ቀዳማይ ዮሃንስ ምዕራፍ ሓሙሽተ ቁፅሪ ዓሰርተ ትሽዓተ ካብ ኣምላኽ ምዃንና ብዘላ ዓለም እውን በታ እከይ ተታሒዛ ምህላዋ ንፈልጥ ኢና ኢሎ ረይዎ ንሕና ካብ ኣምላኽ ምዃንና ዓለም ግን ብእከይ በቲ እከይ በቲ እኩይ በቲ ክፉእ ዲያብሎስ ተታሒዛ ምህላዋ ብዝተፈላለየ ነገር ሒዝዋ ኣሎ ብወልፊ ብዝተፈላለየ ሓጢኣት ኣሲርዋ ዘሎ ከም ዘሎ ንፈልጥ ኢና ኢሉ ሕጂ ግን ንሱ ባካ ይሰርሕን እዩ እሱ ንዓኻ ክኣሰረካ ሕጂ ስልጣን ዝበሃል ይብሉ ዓቕሚ ዝበሃል ይብሉን ወይ ካብ ውፅካ እዩ ካብቲ ስርዓት ህይወት ኣውፅካ እዩ ካብቲ መግዛእቲ ውፅካ እዩ ካብቲ ስልጣን ፀልማት መንዝዒ ውፅካ እዩ ነቲ ክርስቶስ የሱስ ዝሰርሖ ምእንቲ ሓጢኣትካ ዝኸፈሎ ዋጋ ምስ ተቐበልካዮ ወፂኻ ኢኻ እሳ ሕጂ ግን ተታሒዛ ኣላ ኢሉ እሳኻ ግን ዘይትተሓዝ ፍጥረት ኢኻ እስከ ከምኡ በል ብእከይ ኣይተሓዘን ብመርገም ኣይተሓዘን ብሓጢኣት ኣይተሓዘን በዛ ዓለም እዚ ኣነ ኣይተሓዘን እየ ስለምንታይ ዘይትታሓዝ ፍጥረት ኢኻ ንስኻ ማለት ሃሌሉያ ኢየሱስ ክርስቶስ ጎይታ እዩ ስለዚ ሕጂ ረእኻ ንዓኻ ንምጉዳእ ዝስራሕ ኣፅዋር ኣይጠቅምን እዩ ዓቕሚ ዝበሃል የብሉን ኣብቲ ናቱ ዓለም እዩ ኣብቲ ኣብታ ዝወደቐት ኣብታ ብእኩይ ተታሒዛ ዘላ ዓለም ኣይኮንካን ዘለኻ ንስኻ ዘለኻ ኣበኻ ኣብቲ ክርስቶስ የሱስ ዘለዎ ኣብቲ ሰላም ዘለዎ ኣብቲ ዕረፍቲ ዘለዎ ኣብኡ ኢኻ ዘለኻ ኣብኡ ድማ ዕረፍትን ሰላምን እዩ ዘሎ ናይ እግዚኣብሔር ቃልሲ ኣብ ሉቃስ ምዕራፍ ዓሰርተ ቁፅሪ ዓሰርተ ትሽዓተ ከምዚ ኢሉ እንሆ ተመንን ዕንቅርቢትን ኩሉ ሓይሊ ጸላእን ክትረግጹ ስልጣን ሂበኩም ኣለኹ ኢሉ ዝጎድአኩም የልዎን ሪኻ እስኻ ነቲ መርዛም እትረግጸሉ ስልጣን ተቐቢልካ ኢኻ ንሓይሊ ጸልማት ክትረግጸሉ ስልጣን ተቐቢልካ ኢኻ ንዓኻ ክጎድእ ሓይሊ የብሉን ዝጎደእኩም የልቦን እዩ ዝብል ዘሎ እንታይ ማለት እዩ ናቱ ኣፅዋርሲ ኣባኹም ኣይሰርሕን እዩ ኣባኹምሲ ኣይዓይይን እዩ ስለዚ ጻድቕ ከም ሽደን ኣንበሳ ብትብዓት እዩ ክኣቱ ክወጽእ ዘለዎ ኣባኻ ስልጣን ስለ ዘይብሉ ሃሌሉያ ኣብ ቀዳማ ዮሃንስ ኣርባዕተ ኣርባዕተ ሓቀይ ከምዚ ዝብል ጽሑፍ ኣሎ ኣቱም ደቀየ ንስኻትኩም ካብ ኣምላኽ ኢኹም ንስኻትኩም ካብ ምንታይ ኢኹም? ካብ ኣምላኽ ኢኹም። ሃራይ ካብቲ ኣብ ዓለም ዘሎስ እቲ ኣባኻትኩም ዘሎ ዝዓቢ ስለ ዝኾነ ኢኹሞ ንስኻትኩም ካብ ኣምላኽ ኢኹም ውሉድ ኢኹም። ስለዚ ሕጂ ካብቲ ኣብ ዓለም ኮይኑ ዝሰርሕ ዘሎ መንፈስ እቲ ኣባኻትኩም ዘሎ መንፈስ ይዓቢ እቲ ኣባኻትኩም ዘሎ ኣምላኽ ይዓቢ ስለ ዝኾነ እንታይ ጌርኩሞ ኢኹም ስዒርኩምዎም ኢኹም ብዙሓት እኮ እዮም ከም የስ ነየነ ነቲ ንዓኻ ባርያ ክገብር ዝመጽእ ነቲ ንዓኻ ነቲ ዝሰዓርካዮ ነቲ ብክርስቶስ የሱስ ዝተሰዓረልካ ክስዕር ኢሉ ዝመጽእ መሊሱ ባርያ ክገብረካ መሊሱ ክቑርነካ መሊሱ ናባኻ ክጠብቕ ኢሉ ዝመጽእ ስዒርኩምዎ ኢኹም እቲ ምስጢር ኣባኹም ኣሎ እቲ ዝዓበየ ስለዚ ኣባኻትኩም ንዓኹም ንምጉዳእ ዝተሰርሐ ኣጽዋር ኣይጠቅምን እዩ። ዝጎድኣኩም የልቦን። ያ እዚና ክንርድኦ ዘለና እዚና ክንፈልጥ ዘለና ከምኡ ኢሉ እኳ ንሕና ካብ ኣምላኽ ምዃንና ኢሉ ንሕናስ ካብ ኣምላኽ ኢና ኢሉ ሓቀይ ዓለም ግን በቲ እኩይ ተታሒዛ ከም ዘላ ንፈልጥ ኢና ኢሉ ሕጂ ሓደ ነገርና ክንፈልጥ ዘለና ኣሕዋተይ ንስኻ ካብ ኣምላኽ ምዃንካ፣ ገዛኢ ምዃንካ፣ በቲ ዘፍቅረካ ብክርስቶስ ካብ ሰዓርቲ ከም ትበልጽ፣ ካብቶም ክስዕሩ ኢሎም ዝመጹ ከም ትበልጽ ዝተፈላለየ ሓይሊ ናይ ጠንቋላይ ደብተረ ናይ ዝተፈላለየ ሓይሊ ናይ ጸልማት ዘበለ ብምሉ ኣባኻ ስልጣን ከም ዘይብሉ ኣባኻ ከም ዘይሰርሕ እቲ ሰዓብያ ኣብ ውሽጥኻ ከም ዘሎ እዚ ክርዳእን ክንፈልጥን ኣለና ማለት እዩ። ኢየሱስ ክርስቶስ ወዲ ኣምላኽ እዩ። ንዓኻ ንምጉዳእ እተሰርሐ ኣጽዋር ኣይጠቅምን እዩ። ናይ እግዚኣብሔር ቃል ሓቂ እንታይ ኢሉ? እኖ ሓቢሮም ስንታይ ይገብሩ ኣለዉ ኢሉ ይተኣኻኸቡ ኣለዉ፣ ግን ከኣ ካባይ ኣይኮነን። እቲ ንምጽራርኪ ዝሰማምዑ ኩሎም ኣብ ቅድሜኺ እንታይ ክኾኑ እዮም? ክወድቁ እዮም። የስ ንዓኻ ንምጽራር፣ ንዓኻ ንምጉዳእ፣ ኣብ ህይወትካ፣ ኣብ መጻኢኻ፣ ኣብ ራእይኻ፣ ኣብ ሕልምኻ፣ ኣብ ጥዕናኻ ይኹን ኣብቲ ናትካ ዘርኢ ዘበለ ንምጽራር፣ ንምጉዳእ፣ ንምድኻም ዝሰርሕ ኩሉ ኣብ ቅድሜኻ ክወድቕ እዩ። ሃሌ ሉያ! ካብ ምንታይ? ካብቲ ዘርእኻ ዝተላዕለ። ሃሌ ሉያ! ካብቲ ዘርእኻ ዝተላዕለ፣ እስኻ ካብ ኣምላኽ ስለ ዝኾንካ። ሓቀይ? ዘረሽ ሰበይቱሲ ንሃማን ክትዛረቦ ከሎ እንታይ ኢላቶ? እቲ ብ ቅድሚኡ ክትወድቕ ጀሚርካ ዘለኻሲ ዘርኢ ኣይሁዳዊ እንድሕር ኮይኑ ፈጺምካ ክትወድቕ ኢኻ። እንዳ ወደቕካ እንዳ ወደቕካ እንዳ ደቐቕካ ክትከይድ ኢኻ እምበር ሓንቲ ክትገብሮ ኣይትኽእልን ኢኻ ኢላቶ። ዘርኢ ኣይሁዳዊ ድሕሪ ኮንካ ሓወይ እስኻ ብክርስቶስ ኢኻ ሓድሽ ፍጥረት ኢኻ ጸላእትኻ እንዳወደቁ ደኣ ከይዱ ቅድሜኻ እምበረይ እቲ ንዓኻ ንምጉዳእ ኢሎም ዝሰርሕዎ ንዓኻ ንምጽራር ዝሰርሕዎ ኣጽዋር ኩሉ ኣይጠቅምን ኢየሱስ ክርስቶስ ጎይታ እዩ እስኻትኩም ብሩኻት ኢኹም ንስኻትኩም ካብ ሰዓርቲ ትበልጹ ኢኹም። ንስኻትኩም ብክርስቶስ የሱስ ጀጋኑ ኢኹም። ንስኻትኩም ብክርስቶስ የሱስ ሓያላት ኢኹም። ንስኻትኩም ብክርስቶስ የሱስ ብርቱዓት ኢኹም። ንስኻትኩም ብክርስቶስ የሱስ መጎስ ዝመለእኩም ሰባት ኢኹም። ንስኻትኩም ብክርስቶስ የሱስ ኣብ ዓይኒ እግዚኣብሔር ክቡራት ኢኹም። የስ ብክርስቶስ የሱስ ዝተባረኸ ህዝቢ ኢኻ ሰብ ኢየሱስ ክርስቶስ ወዲ ኣምላኽ እዩ ሻሎም